ሰላም ሰላም ናይ ማኪ ሚድያ ተኸታተልቲ ከመይ ኣለኹም? ኣነ ደሓን እየ እግዚኣብሄር ይመስገን። ንስኻትኩም እውን ኣብ ዘዘለኹምዎ ሰላም ክትኾኑ ትምኒታ እዩ። እሞ ናይ ማኪ ሚድያ ተኸታተልቲ ንሎሚ ሕፅር ዝበለት ኣዝያ መምሀሪት ዝኾነት ዛንታ ናባኹም ሂዘያ ቀሪበ ኣለኹ። ግና ቅድሚ ናፍቲ ዛንታ ምባለይ ነስ ቻናል ሳብስክራይብ ዘይገበርኩም እንተ ደኣ ሃሊኹም ነስ ቻናል ሳብስክራይብ ብምግባር ጀምርዎ ናፍቲ ዛንታ ከብለኩም ሰናይ ምክትታል ኣቦይ ኩልሻብ ምሸት ምሸት ቡና ተፈሊሑ ዕጣን እንትጠይሽ እቲ ገዛ ድምቕ እንትብልን ጸወታና ጽቡቕ እንትኾን ሓደ ቀልዲ ዝመስል ዘረባ ግና ዓብዪ ቁም ነገር ይዛረብ ነበረ። ኣብዚ ሰዓት ኣብ ገዛ ዘሎ ዓውዓው ጠጠው ኣቢልና ስቕ ኢልና ዘረብኡ ንሰምዕ ከምዚ ይብል ነበረ ኣብዚ ምድሪ ኣሚንካ ምጥላም ረኺብካ ምስኣን በሪሁ ምፅልማት ንኹሉ ሰብ ዝተዋሃበ ናይ ህይወት መንገዲ እዩ ብከምዚ መንገዲ ዘይሓለፈ ሰብ ሰብ ክኸውን ኣይኽእልን ይብለና ነበረ እወ ሕዚ ሕዚ እንተሓስቦ ኣቦይ ሓቁ እዩ። እዞም ኩሎም ነገራት ኣብ ህይወት መንገደይ በፂሖምን እዮም። ከምቲ ናይ ኣቦይ ኣዘራርባ ኣነ ሰብ እየ ማለት እዩ። ንነብሰይ ከፋልጠኩም ኣብርሃም ይበሃል። ዝነብረሉ ቦታ ኣብ ሽረ እንትኸውን ሕዚ ዕስራን ሰለስተን ዓመት ኣዩ። በዚ ዕድመይ ልበይ ዝሃብኩዋ ንሓንቲ ጓል ጥራሕ እዩ። ሹማ ሰናይት ትበሃል። ዋላ ንሳ ጓል ሽረ እያ። ምፍላጥና ዝጀመረ ኣብ ቤት ትምህርቲ እዩ። ቅድሚ ኣርባዕተ ዓመት ማለት እዩ። ኣነ ኣብቲ ግዘ ዓሰርተ ሓደ ክፍሊ ንሳ ድማ ገና ታሽዓይ ክፍሊ ተምሃሪት ነበረት ይዝክር ሶኒ መዓልቲ ነበረ ኣብቲ መዓልቲ ኣነ ከም ኩሉ ሻበይ ኣርፊደየ ናብ ቤት ትምህርቲ ኸይደ ኣደይ በርበረ ነጋዲት ስለ ዝነበረት ንግሆ ተሲአ ቁርሰይ በሊዐ ድቢዛይ ገይረ ኣደይ ናብ ትሰርሐሉ ቦታ ኸይደ ንብረታ ኣወፃፅኤላየ ናብ ቤት ትምህርቲ ዝኸይድ በዚ ምኽንያት ትምህርቲ ይረፍደኒ እሞ ኣብቲ መዓልቲ እናጎየኹ ናብ ቤት ትምህርቲ ከይደ ግና ተዓፅዩ ረኺበዮ እዚ ኣመሉ እዩ ሓደ ፔሬድ ምስ ሓለፈ ይኽፈት እዩ ኣብቲ በሪ ከፍ ኢለ ክፅበ ጀሚረ ሰናይት እውን ብድሕረይ እናጎየየት መፀት ንመጀመርታ ግዘ ኣዛሪበያ ንዕኸፍ ፈሊ ኢለ ካብ ከፍ መበልየ ተሲኤላ ኣረ ሽግር የብሉን ዋላ እንተበለት ኮፍ ምባላ ግና ኣይተረፈን። ኣብቲ ሰዓት ምንም መየዋጋዕናን ኔርና። ልክዕ እቲ በሪ ናይ ቤት ትምህርትና ምስ ተኸፈተ ግና የቐኒለይ በለትኒ። ሽግር የብሉን ኢለያ መንገድና ገበርና። ዓነፍቲ ሰዓት ምስ ጓል ምኻድ ብጣዕሚ እየ ዝፈርሕ ነይረ። ግና ምስኣ ኸይደ። ልክዕ ኣብ ክፍላ ምስ በጽሐት ቻው በቃ ጸኒሕና ንራኸብ ኢና በለትኒ። ተፈላሊና ምሳይ ስለ ዝኸደት ድዩ ዋላስ ጸኒሕና ንራኸብ ኢና ስለ ዝበለትኒ እንድዒ ስለ ንሳ ምሕሳብ ምቁራጽ ከቢዱኒ ብጣዕሚ ተገሪመ። ዋላ ሓደ መዓልቲ ስለ ጓል ሓሲበ ይፈልጥን ነይረ። ናይ ዕረፍቲ ሰዓት ኣኺሉ ካብ ሕዚ ሕዚ ክትመጽእ እያ ኢለ ዕረፍቲ እንተይወጻኹ ኣብ ክፍለይ ተጸቤያ። ዕረፍቲ ተወዲኡ መምህር ኣተወ። ኣብ ትምህርቲ ማእኸላይ ውፅኢት እዩ ዘለኒ። ኣብቲ መዓልቲ ብጣዕሚ ደቢሩኒ ወዓለ። ግና ልክዕ ካብ ክፍለይ ወፅኤ ኣብ ደገ ኣፊት ናይ ቤት ትምህርትና ምስ በፃሕኹ ንሰኒ ረኺበያ። ንዓይ እናተፀበየት እነነበረት ሰላም ድሕሪ ምባላ ንዓኻ እየ ዝፅበየካ ነይረ ኣብ ዕረፍቲ ክመፀካ ኢለ ክፍልኻ ድማ ኣይፈልጦን በለትኒ እሞ መንገድና ቀጸልና። ኣነ ስቕተኛ ነበርኩ፣ ንሳ ድማ ብኣንጻሩ ኣመና ተጻዋቲትን ሰሓቒትን እያ። ሰሓቓ ፍሉይ እዩ። ሹማ ሰናይት ምዃና ንስድራኣ ሓንቲ ምዃና ተዛሪባትኒ። ኣነ ድማ ናተይ ሹመይ እምበር ካሊእ ነገር ኣይተዛረብኩዋን ነይረ። ኣነ ብጠባየይ ግልፂ ኣይኮንኩን። እናዋጋዕና ማለተይ ንሳ እናተዛረበት ኣነ እንዳዳመፅኩዋ ናብ መንደርና መኼዲ ቦታ በፃሕና። ቻው ተባሓሒልና እውን ተፈላሊና። ልክዕ ዝውር ኢለ መንገደይ ምስ ገበርኩ ኣብርሃም ፅባሕ እውን ኣብዚ ክፅበየካ እየ ምስ በለትኒ ኣመና ተሓጒሰ። እሺ ኢለያ መንገደይ ቀጺለ እዛ ጓል ሓሳበይ ተይሰረቐቶ ኣይትተርፍን ዝኾነ ሓድሽ ስምዒት ተሰሚዑኒ ስልካ እንተይተቐበልኩዋ ተፈላሊና ብጽባሒቱ ዘይኣመለይ ብንግሆ ኩሉ ነገር ወዳዲኤ ኣብቲ ዝበለትኒ ቦታ ተጸቤያ ቀዲመያየ ናፍቲ ቦታ በጺሐ ከምዚ ከምዚ እናበለ ምሕዝነትና ቀጸለ። ሕዚ ንሰኒ ብደንቢ ፈሊጠያ እየ ሰኒ ዋላ እኳ ሓንቂቓ እንተዓበየት ጓል ሓፍታም ስለ ዝኾነት ዘይኮነስ ሓንቲ ጓሎም ስለ ዝኾነት እያ ኩሉ ሻቢና ንራኸብ ትምህርቲ ዋላ ተሃለወ ዋላ እንተዘይሓለወ ክልቴና ምክንያት እናፈጠርና ካብ ገዛ ንወፅእ ንራኸብ ድማ ኣመና እናፍቀርኩዋ መፅእ ኩሉ ሻብ እንተንራኸብ ሕጉሳት ኢና ንኸውን። ከምዚ ከምዚ እናበልና ሸውዓተ ወርሒ ሓለፈ። ዋላ ናይ ፍቕሪ ሕቶ እንተዘየቕረብኩላ ልክዕ ከም ፍቑራት ነበርና። ብቓል ዘይኮነ ብተግባር ፍቕርና ንገልጽ ኔርና። ክልቴና ኣብ ፍቕሪ ነበርና። ሓደ ሓደ መዓልቲ ትምህርቲ ዋላ እንተተረፈት ኩሉ ሻብ ናብ እንራኸበሉ ቦታ ግና መጽያ ትረኽበኒ ኔራ። ኣነ እውን ትምህርተይ ገዲፈ ናፍቲ መራኸቢና ከይደ ይረኽባ። ዝኾነ እዋን ግና ካብ ቤት ትምህርቲ ኣብዚሓ ምትራፍ ጀመረት። ጠበያ እውን ክቀያየር ጀመረ። ኣመና ከም እተፍቅረኒ ይፈልጥ እየ፣ ግና ዝኾነ ነገር ከም ዝተፈጠረ ጠርጢረ ደጋጊመ ምኽንያት ኣንተሓታ ክትዛረበኒ ግና ኣይከኣለትን። ሓደ መዓልቲ ንግሆ ደዊላ ኣብታ ንራኸበላ ቦታ ክጽበየካ እየ በለትኒ። ቀዳም መዓልቲ ነበረ። ልክዕ ብርሑቕ ምስ ረኣየትኒ ጎያ መጽያ ኣመና እየ ዘፍቅረካ ኢላትኒ ምብካያ ጀመረት። ኣብቲ ሰዓት ኣነ እውን ብጣዕሚ እየ ዘፍቅረኪ ኢለያ ተሓቋቆፍና። ኣብቲ መዓልቲ ኣብ ገጻ ዝረኣኹዎ ተፈለየ ነበረ። ጭንቂ ዘለዋ ዝተጨነቐት ትመስል። ንኽፈላለዩ ሓደ ሰዓት ዝተረፎም ፍቑራት መሰልና። ኩነታታ ደስ ኣይብልን ነይሩ። ምኽንያታ ሕዚ እውን ክትዛረበኒ ፍቓደኛ ኣይኮነትን። ሰናይት ስቕታ ሰፈና። ዝኾነ ነገር ከም ዝኾነት ተፍልጥ እያ፣ ግና ክትዛረበኒ ፍቓደኛ ኣይነበረትን። ለማዓንቲ ብኣንጻሩ፣ ንሳ እናሰምዐትኒ ኣነ እናተዛረብኩ ውዒልና። ክንፈላለ ምስ በልና፣ ኣብርሽ ዋላ ዝተፈጠረ እንተተፈጠረ ከም ዘፍቅረካ ግና ከይትዝንግዕ ኢላትኒ። ካባይ መልሲ እንተይተጸበየት ተፈለየትኒ። ኩነታታ ደስ ኣይበለንን ዋላ ሕዚ እንተኾነ። ድሕርዚ ሰኒ ናብ ቤት ትምሕርቲ ንክልተ ሶምን ጥራሕ እያ መፅያ ንሱ እውን ክትመሃር ዘይኮነትስ ንዓይ ንምርካብ ኣፍቲ ሶሙን ወዛ ተደዊኑ ነበረ ድሕርዚ ካብ ቤት ትምህርቲ ይኹን ካብ ንራኸበሉ ቦታ ጠፈአት ሰኒ ናፊቃትኒ። ድሕሪ ቁሩብ መዓልቲ ናብ ገዝኣ ክኸይድ ወሲነ ከይደ ድማ ግና ኣብ ገዝኦም ሰብ የለን ናብ ሰኒ ስልኪ እውን እንተደወልኩ ስልካ ይሰርሕን ናይቲ መንደር ሰብ እንትሓትት ናብ ሆስፒታል ምኻዳ ተዛረቡኒ መሬት ጸልሚታትኒ ኣብቲ ሰዓት ንዝረኣየኒ ሰብ ዝሞተት እምበር ሆስፒታል ዝኣተወት ኣይኮንኩን ኣምሲለዮ ሆስፒታል ከይደ ኣጠያይቐ ሰኑ ዝደቀሰትሉ ክፍሊ በፂሐ ኣብቲ ቦታ ብዙሕ ሰብ ነበረ ወለዳ ነይሮም ግና ኣነ ንኩሎም ተይተገደስኩ በሪ ናይቲ ዓራት ዝሓዘትሉ ከፊተ ኣተኹ ሰኒ ኦክስጅን ተገይርዋ ደቂሳ ረኺበያ መልክዓ ተቐይሩ ፀጉራ ተላፂ ነበረ ሰነይ ትመስልን ብጣዕሚ በኺ ኣመና ደንጊፀ ኣብቲ ክፍሊ ዝነበሩ ሰባት ኣጆኻ ኢሎም ኣፀናንዑኒ ኣብቲ ሰዓት ቁሩብ ተረጋጊዐ እንታይ ከም ዝኾነት ክጥይቕ ጀሚረ ናይ ሓንጎል ካንሰር ከም ዝሓዛን ንምንባር ነዊሕ ዕድመ ከም ዘይብላን ምስ ተዛረቡኒ ዝበለፀ በኺ ዕድለይ ማሪረ ለማዓንቲ ናብ ሆስፒታል ካብ ተኣቱ ካልኣይ ወርሓ'ዩ። ኣነ'ውን ውዕለይ ምስኣ ኮነ። ንክሓድር ጥራሕ'የ ናብ ገዛ ዝኸይድ። ገዛ ዋላ እንተኾረዩለይ ሕዚ ግና ኣነ ናቶም ቁጥዐ ዝሰምዐሉ እዝኒ የብለይን። ካብ ሎሚ ጽባሕ ሞይታ ክብሉኒ'ዮም እናበልኩ እናፈራሕኹ። ሕዚ ፍቕረይ ክልተ ወርሒ ኮይኑዎ ኣሎ። በጃኹም ጸሎት ግበሩለይ ሰኑዬ ከይትፍለየንስ ጸሎት ግበሩለይ። ሰላም ሰላም ናይ ማኪ ሚድያ ተኸታተልቲ ንሎሚ ሒዘልኩም ቀሪበ ዝነበርኩ ነዚ ይመስል ነይሩ። እዚ ዛንታ ኣመና ዘሕዝን ዛንታ እዩ፣ ኣብ ሓቀኛ ዛንታ ዝተመርኮሰ ድማ እዩ። ነዚ ዛንታ እንተደኣ ፈቲኹምዎ ላይክ ግበርዎ። ኣብዚ ቻናል ሓሳብ ርእቶ እንተ ደኣ ሃልዩኩም ኣብ ናይ ኮመንት መጽሐፍ ቦታ ሓሳብ ርእቶኹም ክትገድፉልና ትኽእሉ ኢኹም። ነዚ ቻናል ሓደሽቲ እንድሕር ደኣ ሃሊኹም ሳብስክራይብ ብምግባር ነታ ናይ ደወል ምልክት ብምንካእ ናይ ቻናልና ተኸታተልቲ ክትኾኑ ንላቦ። ብቐጻሊ ብኻሊእ ዛንታ ብኻሊእ መደብ ክሳብ ንራኸብ ሰሰናይ ንኹላትና ስለ ዘዳመጽኩምኒ የቕኒለይ።